ሰዓት ረፍድን ዝጎይ ዘለኹ ናይቲ ምሉእ እቲ ክሰርሖ ዝሓደርኩ ግዲ ንግሆ ኣብቲ ዝመደብኩሉ ሰዓት ክትስዕ ይከኣልኩን ሞባይለይስ ኣሸሙንተ ናይ ንግሆ ክትስእ መልእያ ነይረ ደሓን ኣይትእተው ቻርጅ ወዲኣ ሓዲራ ኣይሓገዘትንን ኣብታ ናይ ገዛውትና ፌርማታ ዳርጋ ምስ በጻሕኩም ኣውቶቡስ እንዳርኣኳት ተበጊሳ ከይዳ ኢደይ እንተወዛወዝኩኳ ክርእየኒ ኣይከኣለን መንገዱ ዳቐጸለ ኣንታ ዝኻ ክንደይ ሓስ ንዘይ ጽበይ ነበርኩ ኣመና ከርክባ ስለ ዝጎይኹ ሳምቡኤ ተተኪሳ ክትውጽእ ደለት እቲ ዝሓረቐ ከዓ ኣብ ሰዓት ክልተ ግዜያ ትመጽእ መን ፍርቂ ሰዓት ክፅበ እንዳበልኩ ምስ ነብሲ እንዳተማጎትኩ ሞባይለይ ኣውፅኤ ዩቱብ ከፊተ ደርፊ ኣምምራፅ ከለኹም ተሪያ ተሓዛ ፍርሚ መኪና ንእዝኒ ዝርብሽ ድምፂ ስለ ዘስምዐት ብስምባደ ግልፅ በልኩም እዛ ልበይ ነጢራ ክትውፅእ ቁርቢ ተሪፍዎም ጽብቕቲ መኪና ኣብ ቅድመይ ደው ኢላ ተዓዘብኩ። ፊኒስትራ መኪኑ ከፊቱ ሓደ ክጽውዕ ምስ ሰማዕኹ ንዓይ ድዋላስ ንካልእ ኢለ ቁልሕምሕ ምስ ኣብዛሕኩ ሽኮሪና ንኣኸይ በለኒ። ብዙሕ ኣብታ መኪና ካይቀረብኩ ንዓይ ድኻ በልክዎ። እወ ንዓኺ በለኒ። እንታይ እሞ ክሰምዓካ ንስኺ ትመስሊ ሽኮሪና በዚ ቁሪ ተገቲርኪ ምስ ረኣኹ ነብሰ ምግባር ኣሚኑኪ ደው ኢለ ናበይ ከክማልኣኪ ሓተተ ደሓን ባስ ድሕር ቁርብ ክትመጽኣኒያ ኣንቲ ክሳብ ትመጽእ እንታይ ኣጸበይኪ ብኣለ ኬ ክማልኣኪ ዝብለኪ ዘለኹም ብነብሰይ ኣብ ዘይፈልጦ መኪና ሃንደራ ኢልካ ምእቶ ኣይፈቱን እንዲ ሰዓት ኣሕሊፈ ስለ ዝነበርኩ ግና ካይፈተኹ ደየብኩም ሄኖክ ይበሃል መን ክብል ወሰኸ ልዋም በትሖም ድምፂ መለስኩሉ ጥዕምቲ ሽም ጽቡቕ ሌላ ናበይ ከብጽሓኪ በለን ዓይኒ ዓይኒ እንዳጠመተ ናብቲ ክዳን ሓበሻ ዝሸጠሉ ቦታ ትፈልጦ ድኻ ዘረባይ ከይወዳእኹ ትቕብል ኣቢሉ ነዛ ከተማ ከም ከብዲ ኢደይ ዝፈልጣ ኣነ መስሪተ ኣንተበልኩን ኣያጋንንኩን እንዳሰሓቐ ጠመተኒ ተዛራባይን ተጻዋተይን ዝመስል መቸም ብዙሕ እንዳኣለና ኣብቲ ቦታ ምስ በጻሕኹ ቁጽሪ ቴሌፎኒ ስለ ዝሓተ ኢበይ ወረድኩም ካብ ዕላሉ ከም ዝተረዳእኹዎ ምስ ዘለኹ ሃገር ሓዊስካ ዳርጋ ኤውሮጳ ሙሉእ ዘራይ ዝመስል ኣብቲ እንዳ ክዳውንቲ ናይ መርኣይ ዝኸውን ገለ ክዳን እንተርሃብ ክርኢ ምስ መሓዙቴ ዝተቋጸርና መርኣይ ድሕሪ ሰለስተ ሰሙን እዩ ኣብቲ እንዳ ክዳውንቲ ንመሓዙተይ ክርእን ኣይከኣልኩን ነቲ በዓል ድኳን ምስ ሓተትኩ ከም ዝነበራን ምስ ደንገኹ ነናብ ስራሕን ከም ዝኸዳ ሓበራኒ እሞ እንተ ወይንን ዘይድውላለይ ሞባይልን ተረኣኸዋ ቻርጅ ወዲኣ ድብገስ ከለኹ ጽቡቅ ገይራ ኣይሓዘትን ነይራ መምፀዒ ዘይተረፈ እግሪ መንገደይ ነቲ ክዳውንቲ ሕለፍሕለፍ ኢልዮ ወፂ ንገዛ እንዳኸርኩ ከለኹ ሰመይ ክጽዋዕ ስለ ዝሰማዕኩ ነድሕሪት ግልጽ በልኩ። ሄኖክ ኣይከድካን ድኻ በልኩ። ኣይከድኩን ክጽበይኪ ጸኒሐ ንስኺ ትመስሊ ወይኒ ዘለላ እዚ ሓላይ ምግዳፍ ብምድርን ብሰማይን ይሓትት እዩ እንታይ እዋን ከኸዳኣ ትምለስለኺ ቀልጢፍኪ ምስ በለኒ እወ ሓቅኻ ስለ ዘይሰለጠኒ እሞ ኣነ ክገድፈካ ገዲፌ ተበገስኩ ናበይ ክትከዲ ካብ ተራኸብና ሻሒ ከስተይክሞ ገዛኺ ከብጽሓኪ ኢሉ ወጠጥ ምስ ኣብዝሓለይ ስለ ዝተሰከፍኩ ደየብኩሞ ኣብ ሓንቲ ጽብቕቲ ካፈ ሒዙኒ ከደ። ከይተረዳእና ዓመታት ከም ንፋለጥ ብዙሕ የዕለልና ሰሓቕና። እቲ ዕላልና ግና ብዛዕባ ሓፈሻዊ ነገር እምበር ብዛዕባ ውልቃዊ ህይወትና ኣይነበረን። ኣብ መንጎ ግና ሞባይለይ ድምፂ ገበረት። ሕጾየ ዝድውል ነይሩ። ካብቲ ቻርጅ ትገብረሉ ሶኬት ኣውጽኤ ርሕቕ ኢለ ተቐበልኩዎ። ዘጋጠመ ነገር ኩሉ ብዝርዝር ሓቢሮ እንተፋነኽዎ ግዳ ሓቂ ምስ ወዲ ምሕላወይ ኣይነገርክዎን ምናልባት ሕማቕ ከይስምዑ ኢለ እዩ በይንኻ ዶ ገዲፈካ ኮፍ እንዳበልኩ ተዛርብኩም ጸገም የለን ንኣኺ መውዓሊ እንተ ዝጽበየኩውን ኣይምረብረብኩም መን ደኣሉ በለኒ ሕጸይ ድሕሪ ሰለስተ ሰሙን ክንርኦ ኢና ምስ በልኩ ገጹን እለቱ ክቀየር ረኣኹ። ትላገጽ ኢኺ ዘለኺ ምሽ? እንታይ ክላገጽ ደኣ ናይ ውልበይ ከም ሕጽይቲ መጠን ከማን ኣብዚ ምሳሓ ኮፍ ክብል ኣይምስተገባኣን ነይሩ። ስለዚ ወጠጥካ ንንሕዊ ሰብ ስለ ትመስል ሓወይ ትኾነን ኢለ ጉጅም ዝብል ዘለኹ ተቐብል ኣቢሉ ኣነስ ከኣ ተባሓጊት ጓል ረኽቢ ኢለ መሐንጣ ይገድድ ብዝኾነ ርሑስ መርዓ ከም ሓውኺ ይኹነልኪ ዝደለኺዮ ነገር ከዓ ክተሓበረኪ በለኒ ዓይኒ ዓይኒ እንዳጠመተ ፅቡቕ እምበር ኣሕዋት ስለ ዘይብለይ ከም ሓወይ ኮንካ ተሰኒኒኻ ንክኸይደ እንዳተሳእኹ ተዛረብኩ ከምታ ዝበላውን ገዛይ ኣብፀሓኒ እሞ ቻው ኢሉኒ ተመርቀፈ

ኣብ ሰሙና ምሸት ክድቅስ እንዳተዳለኹ ከለኹ ሞባይሉ ድምፂ ገበረት። ሄሎ መን ክብል ምስ በልኩ ናይ ወዲ ተባዕታይ ድምፂ ተቐበለኒ። ኣነ ሄኖክ እየ ዝሓለፈ ሰሙን ዝተላለኹ። ኦ ሄኖክ ከመይ ቀኒኻ? ናይ ደሓን ደኣ ምሸት ምድሪ ደዊልካ በልኩ። ናይ ደሓን ከም ዝኾነን ምድላው መርዓ ከመይ ከም ዘሎን ዝሕግዘን ነገር እንተሎ ንምሕታት ኢዱ ወዲቑ ተሰይሩ ከም ዘሎ ክንቀሳቐስ ብፍላይ ብየማናይ ኢዱ ዋላ ሓደ ክሰርሕ ከም ዘይክእል ዝጥዕመኒ እንተ ኮይኑ ገዙ ከጸረሉ ከም ዝሓተን ሃራይ ከም ዝበልኮ ነይሩ እቲ ናይ ቴሌፎን ዝረረብና ጽባሕ ካብ ፋዱስኞ ነጻ ስለ ዝኾንኩ በጽሕ ኢለ ክምለሲ ምስኪነ እንዳበልኩ ኮቦርታይ ገንጺለ ተኣኺለ ደቀስኩ።

ሓሳብ ኣይተቐበሎን። ኣይትፈልጥዮ ትማሊ ተለሊልኪ ገዝኡ ክትከዲ ኢሉ ገንሓኒ። ትረፊኖ ትብል እንተኾንኪ ግና ምሳኺ ክኸይደ ምስ በለኒ ክስከፍ ጸገም ከም ዘይብሉ የእሚነ ተረዳዲእና ተፈላለና። ኣብ ቆፀራይ ገዛ እንዳ ሄኖክ በቲ ዝሓበኒ ኣድራሻ መሰረት በጻሕኹም። ገጹ ጽቡቕ እዩ፣ ኣጠማምታኡ ግዳ ባሕ ኣይበለንን፣ ኢዱ ብጀሱ ተጠቕሊሉ እዩ። ኣታ ሃቅሓ እንዲኻ ድኣ ምስኪናይ፣ የቀንዘወካ ድዩ? ስለ ዘደንግጽ ጸኒሕ ሓተትኩ። እቲ ፈለማይ እምበር ሕጅስ ደሓን እዩ። ደሓር ከኣ ማርያም ትመስል ገዛ ከኣትያስ እንታይ ቃንዘልካ ዘረባ እዩ። ኮፍ ክብል ብኢዱ እንዳሓበረ ተዛረበ። ተሐሸ ወደይ እሞ ኣነ ቀልጢፈ ኣፀራሪልካ ክኸይድ ኣለኒ ስለዚ ቤን እንተጀመርኩ ይሓይሽ ኢለ የማን ፀጋም ጠመትኩም ተርክብሉ እንድኺ መጀመርታ ቁሩብ ይዕረፊ ኣብ መንገዲ እንድኺ ደኣ ፀኒሕኺ ምስ በለኒ መሊሰ ኮፍ በልኩ ድሕር ናይ ቁርብ ደቓያ ዕላል ብማይ ካብ ድሃይ ካብ ተመልእዮ ኢሉ ጽሟቕ ሒዙለይ መጸ። ብድሕሪኡ ነፍሲ ዝረሃብኩ ኣብ ሳሎን ዘይኮነ ኣብ ኣራት እዩ። ብድድ ምስ በልኩ ርእሰይ ከፍንቀል ደለየ። መጀመርታ ገዛይ ዘለኹ ይመሲሉኒ ዓይኒ ምስ ኣክልኩ ግዳ ኣብዚ ፈልጦ መደቀሲ ከም ዘለኹ ስለ ዝተረድዓኒ ገዛ ክጭደድ ክሳብ ዝደሊ ይዓወኩም። ከዳነይ ፈቐድኡ ተደራቢዩ እንዳ ኣንቀጥቀጥኩ ዝተሸፈንኮ ኮቦርታ ቀስ ኢለ ብምንጻል ሰብነይተይ ምስ ጠመትኩም ጥራሐይ ምስ ረኣኹም መሊሰ ይዐወኹም ሕልሚ ድዩ ጋሕዲ ክርዳኣኒ ኣይከኣለን ኣብ ምንታይ ዘለኹ እንታይ ረኽቢ እንዶ ዕርዕሰይ ክፍለጽ ደለየ እንታይ ጌሩ ኣስኒ ዋላ ሓደ ክርድኣኒ ኣይከኣለን ኣብ መንጎና መኣጹ ከፊቱ ሄኖክ ተሲኺ ድኺ ደኣ ኢሉ ክጽግኣኒ ምስ ፈተነ ካብ ነብሪ ነጢረ ክገብጦ ኣይምጸላእኹን ግና ኣይከኣልኩን ኣቕሚ ቤኒ ይምጻእ ከይትቀርበኒ ንስኻ ሓደ ረሳሕ ስዲ ኢኻ ዋእ ኣበይ ከደኣሉ እቲ ዝተጠምጠመ ኢድካ ኢለ ምስ ጨደርኩ ኣነ ኣይተሰበርኩ ኣይሓመምኩ ሕልኽ ክብል ርኤኪ ኣዝየ ይፈትየኪ ኣብ መንጎ ሕፅቲን ክትምርዖ ምዃንኩ ነገርክኒ እዚ ክወሓጠላይ ክዓለል ሰው ሙሉእ መፃወዳ ከዳልወልኪ ቀንዩ ከም ተዓዘኽኩ ድማ ለዋሕን ገርሕን ኣማኒ ሰብ ኢኺ እንታይ ነቲ ፅቡቅ ጌርኪ ከይፈለጥኪ ገዛ የምፃእኺ መርኣያ ገርሕነትኪ እዩ ክጎዳእኪ ኢላ ኮንኩም ከምኡ ገይረ በቃ ካባይ እንተ ጠኒስኪ ናተይ ክትኮኒ ብምሕሰብ እዩ ብልበይ ፈትየኪ ምስ በለኒ እቲ ሓሙሽተ ዓመት ምሳይ ዝዘርኣርኪ ሕጹይ ናይ መጻኢ ሰብኣየይ ኣብ ቅድመይ ተዓጀለም ንብኣተይ ንምዕጉርተይ ኣተርኪሱ ነቲ ኮቦርታን ከጠልቅዮ ግዜ ኣይወሰደን ኣበይ ክሕደ ጥልመት ዝፈጸም ኮይኑ ተሰማዓኒ እቲ ክሓንጾ ዝሓሰብኩ ዝነበርኩ ሓዳር ክፈርስ ክበታተን ኣብ ቅድመይ ተገተረ መሬት ተኸፊታ እንተትውሕጠኒ ምጸላኣኹን ነብሰይ ፈንፊንያ ፎእ ኢልያ ዘማወት ኮይነ ተሰምዓኒ ኣሕ ተጻወተለይ እባ ኣብ ኢደይ ብእግረይ ርኹስ ኣርካሰኒ እባ ምዃን ንሱ እንታይ ገይሩ ኣነ ጥፍኣተኛ ቀዳማይ ሕፅቲ ከለኹ እንታይ ክገብር እንዳማተ መኪና ዘደይብ ነይሩኒ ካልኣይ ጽባሕ ንግሆ ክምርዖ እንዳፈለጥኩ እንታይ ክኸውን ኢለ ሽዑ ንሽዑ ምስ ዝተላለኾ ወዲ ቁጽሪ ቴሌፎነይ ዝጸሓፍኩ። እቲ ዝዓበየ ጌጋ በኺኻ ዘይትመልሶ ድማ ኣይፈልጦ ኣይጠይቆ እንታይ ክገብር ገዝኡ መጻኹ። ኣህ እዚ ናተይ ድኽመት እዩ፣ ናተይ ዕሽነት እዩ። ኣነስ ከዓ ወደይ ምስኪነይ ሰብ የብለይን በይነይ ዝቕመጥ ዝሕግዘኒ ኢለ ምስ በለኒ ከም ሓወይ ጸገማቱ ክፈትሕ መጻኹ እምበር ጸገም መዓስ ክገድፈለይ ኮይነ ዘረባይ ኣይወሰኩ ድምፂ ኣይስማዕኩ ክኣቱ ከለኹ ምስ ሓይሊ ከምዛ ዘይነበርኩ ጎሰስ እንዳበልኩ ዋላ ደኣ ክፅልመት ጀሚሩ እንተነበረ መንገዲ ንቕድመይ ተታሓስክዎ ናበይ ይኸይድ ኣለኹ እንደይ ንማንም ክር ኣይደልን ዘረሳሐት ነብሰ እንታይ ከም ትውስን እዝጊሄር ዋናኣ